ሰላም ጥዕና ሃበለይ ክቡራትን ፍትዋትን ተኸታተልቲ መደብ ሳብዋይን ታይምስ ለሙን ከምቲ ልሙድ ነዚ ዕለት ዝሓርናዮም ሓፀርትን እዋናውን ዝበናዮም ዜናታት ሒዝናልኩም መፂና ኣለና ንሰናይ ምክትታልኩም ንዕድም ፈለማ ቀንዲ ቀንዲ ነጥታቶም ናባኹም ክነብል ኣብ ዶብ ኢትዮጵያን ትግራይን ከቢድ ኩናት ተወልዩ ሓይልታት ኣገው ድማ ክልተ ወሰንቲ ወረዳታት ኣብ ትሕቲ ቁፅፅር ብምእታው ንሰቆጣ ንምቁፅፃር ሰፊሕ ኩናት እንዳካየዱ ይርከቡ። ዝርዝር ክህልወና እዩ። እዚ ከምዚሉ እንዳሃለወ ሰራዊት ፋኖ ዝወሰዶ መምርሒ ዝሐለፎ ትእዛዝ ተግባራዊ ምዃን ጀሚሩ ኣሎ። ኣብቲ ክልል ምንቅስቓስ ጠጠው ኣቢሉ ይርከብ። ስርዓት ብልፅግና ኣብ ዝመፅእ ሶኒ 24 ጉንበት ከካይዶ መደብ ሒዙሉ ዝርከብ መረፃ ብኣግኡ ከቢድ ዕንቅፋት ገጢምዎ ይርከብ። ብኻሊእ ገጽ ኣብ ትግራይ ዝረኣዩ ዘሎ ሓደሽቲ ምዕባለታት ሓዊስና ምስ ቢዝነስ ዜናታትና ኣካቲትና ብሰፊሑ ናባኹም ክነቕርቦ ኢና። ላይክ፣ ኮሜንት፣ ሸር፣ ሰብስክራይብ ምግባር ኣይትዘንግዑ። ኣብ ልዕሊ ነባራይ ሕብረተሰብና ንዘጋጥሙ ኩሉ ዓይነት ጸገም ጸጥታን ንዝፍጸሙ ገበንን ስግኣት ገበንን ንምቕራፍ ዝተዋደደ ስራሕቲ ጸጥታ ብምውጋን ውሕስ ጸጥታ ከባቢ ንምፍጣር ህዝቢ በዓል ዋና ክኸውን ከም ዝግባእ ተገሊጹ። ነዚ ዝተብሃለ ህዝብን ምምሕዳርን ክፍለ ከተማ ሰሜንን ኩነታት ጸጥታ ከባቢኦም ንምግምጋም ሓበራዊ ምርዳእ ንምፍጣር ዝዓለመ መድረኽ ዋዕላ ኣብ ዘሳልጡሉ ዘለዉ እዋን እዩ ኣብቲ መድረኽ ተረኺቦም መልእኽቲ ዘሕለፉ ሓላፊ ምልዓልን ምውዳብን ህዝቢ ከተማ መቐለ ኣይተ ዮሃንስ ኪዳነ ማርያም ኩሎም ጸገማት ጸጥታ ብዘላቕነት ንምቕራፍ ኣወዳድባና ብምጥንካር ሕብረተሰብ ድማ በዓል ዋና ጸጥታ ብምግባር ፎረም ሕብረተሰብ ብምጥንኻር ውሕስ ከባቢ ምፍጣር ከም ዝከኣል ገሊጾም ኣለዉ። ዋና ኣመሓዳሪ ክፍለ ከተማ ሰሜን ኣይተ ሙልጌታ ገብሩ ከም ዝሓበርዎ ኣብ ልዕሊ ማሕበረሰብ ንዘጋጥሙ ገበንን ስግኣት ገበንን ንምክልኻል ኩሎም ናይ ጸጥታ መሓውር ተዋዲዶም ክሰርሑ ይግባእ ክብሉ መልእኽቶም ኣሕሊፎም ኣለዉ። ብተወሳኺ ድማ ህዝቢ ውዳበታቱ ኣጠናኺሩ ኣብ ስራሕቲ ጸጥታ ክሳተፍ ይግባእ ምስ በሉ ከም ክፍለ ከተማ ዝተረጋግዐን ሰላማዊ ምንቅስቓስ ሕብረተሰብ ንምፍጣር ከም ዝስራሕ ሓቢሮም ኣለዉ። ጸብጻብ ኣፈጻጸማ ጸጥታ ሕሉፍ ትሽዓተ ኣዋርሕ ዘቕረበ ዋና ኣዛዚ ፖሊስ ክፍለ ከተማ ሰሜን ምክትል ኢንስፔክተር ጸሃየ ገብረ ስላሴ ገበንን ስግኣት ገበንን ንምቕናስ ኣብ ዝተገበሩ ስራሕቲ በሳልን ንቑሕ ተሳትፎ ህዝቢ ካብ ናይ ዝሓለፈ ዓመት ገበን ፍጻመ ብኣርባዓን ሓሙሽተን ሚኢታዊ ንኽቕንስ ከምዝገበረ ገሊጾም ኣለዉ። ሰላምን ድሕነትን ህዝቢ ውሕስ ንምግባር ብተሳትፎ ሕብረተሰብ ይረጋገጽ ዝበሉ ኮይኖም፣ ገበን ንዝፍጽሙ ኣካላት ተኸታቲልካ ናብ ሕጊ ኣብ ምቕራብ ሰፊሕ ጉድለት ከምዘሎ ጠቒሶም ኣለዉ። ተሳተፍቲ እቲ መድረኽ ሕብረተሰብ ብወገኖም ኣብ ከባቢኦም ሰፋሕቲ ገበናት ይፍጸሙ ከም ዘለዉ ብምሕባር ገበንን ስግኣት ገበንን ብዘላቕነት ንምፍታሕ ከም ሕብረተሰብ ኣብ ጎኒ ኣካላት ጸጥታ ብምዃን ከም ዝስራሕ ገሊጾም ኣለዉ። ኣብይ ኣሕመድ ስግኣት ናይቲ ኣብ ቀርኒ ኣፍሪካ ክለዓል ዝኽእል ዘስካሕክሕ ኲናት ከም ዝኾነ ተገሊጹ።

ነቲ ዞባ ኣዝዩ ናብ ዘስካሕክሕ ዓብዪ ኲናት ይመርሖ ከም ዘሎ ገሊጹ ኣሎ። እቲ ጸብጻብ ነዚ ኣብ ቀርኒ ኣፍሪካ ኣንጻላልዩ ዘሎ ከቢድ ደበና ኲናት ስትራቴጂ ቀዳማይ ሚኒስትር ዶክተር ኣብዪ ኣሕመድ በየናይ መንገዲ ይመርሖ ከም ዘሎ ዝተወሰኑ ነጥብታት የልዕል። ቀዳማይ ናይ ሓይሊ ምጥጥን ዓቕሚ ኣብይ ኣሕመድ ንኢትዮጵያ ኣብ ዘለዋ ናይ ውሽጣዊ ቅልውላው ኣውፂኡ ኣብ ቀርኒ ኣፍሪካ ቁጠባውን ወተሃደራውን ልዕልና ዘለዋ ሓያል ሃገር ክገብራ ይደሊ። እዚ ድሌት እዚ ግን ምስቶም ኣብቲ ዞባ ዘለዉ ጎረባብቲ ሃገራት ቀጥታዊ ናይ ፖለቲካን ፀጥታን ምስሕሓብ እንዳፈጠረሉ ይርከብ። እቲ ካልኣይ ድማ ባህጊ ኣፍ ደገ ባሕሪ ምውናን እዩ። ኢትዮጵያ በሪ ባሕሪ ዘይብላ ላንድ ሎክ ተባሂላ እትፍለጥ ሃገር ምዃና ንምቕያር ኣብይ ኣሕመድ ዘለዎ ፖለቲካዊ ውሳነ ምስ ጎረባብቲ ሃገራት ብፍላይ ድማ ምስ ኤርትራን ሶማልን ዘለዎ ዝምድናታት ብዝኸፍአ መንገዲ ከም ዘበላሸዎ ይገልጽ። ምስ ሶማሌላንድ ዝተገበረ ናይ ወደብ ስምምዕነት ንሉዓላውነት ሶማሌ ዝጠሓሰ ብምዃኑ ነቲ ዞባ ናብ ሓድሽ ናብ ኩናት መድረኽ ንክወስዶም ምክንያት ኮይኑ ይርከብ ክብል እቲ ጸብጻብ ይገልጽ። ሳልሳይ ውሽጣዊ ቅልውላው እቲ ሃገር ኣብ ትሕቲ ሓይልታት ውሽጣዊ ግጭት ማለት እውን ኣብ ክልል ኣምሓራን ኦሮሚያን ትግራይን ኣብ ዝካየድ ዘሎ ከቢድ ኩናት ጥሒላ ትርከብ ክብል ይገልጽ። ቀዳማይ ሚኒስተር ዶክተር ኣብይ ኣሕመድ ግን ነቶም ዓበይቲ ናይ ህንጸት ፕሮጀክትታትን ናይ ደገ ፖለቲካዊ ጽልዋታትን ቀዳምነት ምሃቡ ንብዙሓት ዓለማዊ ተዓዘብቲ ንትዕቢቱ ግልፂ ገይሩ ዘርአየ ክብሉ ይወቕስዎ። ራብዓይ ናይ ዞባ ኩናት ስግኣት እዚ ኣብ መንጎ ኢትዮጵያ፣ ኤርትራ፣ ሶማልን ግብፂ ተፈጢሩ ዘሎ ናይ ኪዳን ምስሕሓብ ሓደ ንእሽተይ ናይ ዶብ ጌጋ ወይ ኸዓ ወተሃደራዊ ምንቅስቓስ እንተጋጢሙ ንመላእ ዞባ ቀርኒ ኣፍሪካ ብሓባር ክበልዖ ከም ዝኽእልን ናብ ከቢድ ቅልውላው ከምርሕ ዝኽእል ስግኣት ክፈጠር ከም ዝኽእል ጠቒሱ ኣሎ። እዚ ድማ መንቀሊኡ ስርዓት ኣብይ ኣሕመድ ምዃኑ እቲ ጸብጻብ የመላኽት። ሰራዊት ፋኖ ቃሉ ብተግባር እንዳፈጸመ ይርከብ። ሰራዊት ፋኖ ኣብ ክልል ኣምሓራ ጎዳናታት እንዳዓጽወ ከም ዝርከብ ተሰሚዑ ኣሎ። ሓይልታት ፋኖ ነቲ ቅነ ምርጫ ምዃኑ ስዒቡ ዘውጽዎ ሓድሽ ኣዋጅ ኣብቲ ክልል እንዳተግበሩ ይርከቡ። ስርዓት ብልጽግና ኣብ ክልል ኣምሓራ መረጻ ንምክያድ ንዝገብሮ ዘሎ ምንቅስቓስ ብምቅዋም ንዝቕጽሉ ሓሙሽተ መዓልታት ናይ ምንቅስቓስ ገደብ ዝገበሩ ሓይልታት ፋኖ ነዚ ኣዋጅ ጥሒሱ ኣብ ልዕሊ ዝርከብ ዝኾነ ይኹን ኣካል ስጉምቲ ከም ዝወስዱ ምግላጾም ዝዝከር እዩ። ብዘይካ ኣምቡላንሳት ካልኦት ተሽከርከርቲ ኣብ ክልል ኣምሓራ ኣብ ዝቐጽሉ ሓሙሽተ መዓልታት ማለት እውን ካብ 21 ጉንበት 2018 ዓ ም ብኣቆጻጽራ ግዝ እዚ ማለት ካብ ሎማዓንቲ ጀሚሩ ንዘለዉ ሓሙሽተ መዓልታት ኣብ ክልል ኣምሓራ ዝኾነ ይኹን ምንቅስቓስ ንኸይገብሩ ዝእግድ ትርር ዝበለ መምርሒ እዩ። ፋኖ ነዚ መምርሒ እዚ ምውፃእ ጥራሕ ዘይኮነስ ናብ ተግባራውነቱ ክሽረፍ ዘኽእሎ ሎሚ ስጉምትታት ብምውሳድ ናይ ተግባር ሓይሊ ምዃኑ እንዳረጋገፀ ይርከብ። ዛጊድ ኣብ ብርክት ዝበሉ ከባብታት እቲ ክልል መንገድታት ተዓፅዮም ከም ዝርከቡ ዝተገለፀ እንትኸውን ካብን ናብን ንዝግበር ምንቅስቓስ ሙሉ ንሙሉ ጠጠው ከም ዘበሎ ተገሊጹ ኣሎ። ምስ ጥዕና ተታሒዙ ዝኾነ ዕንቅፋት ከይገጥም ብምሕሳብ ድማ ካብን ናብን ኣብ ዝግበር ምንቅስቓሳት ኣምፑላንሳት ከም ልበን ክንቀሳቐሳ ሰራዊት ፋኖ ፍቓድ ሂቡ እዩ። ካብ ኣምፑላንሳት ወፃኢ ዝግበር ዝኾነ ይኹን ናይ ተሽከርከርቲ ምንቅስቓሳት ግን ካብ ፋኖ ኣድላይ ዝተብሃለ ስጉምቲ ከም ዝውሰዶ እዩ መምርሒ ፋኖ ዘመላኽት። ሕዚ ዝተሰምዐ ሰበር ዜና ሰራዊት ኣገው ምስ ሰራዊት ኢትዮጵያ ኣብ ዘካየዶ ዘሎ መጠነ ሰፊሕ ከቢድ ኩናት ንብረት ሰራዊት ኢትዮጵያ ዝኾና ተሽከርከርቲ ሓዊሱ ክልተ ወረዳታት ኣብ ትሕቲ ቁፅር ኣትየን ኣለዋ። ናብ ዞባ ዋክምራ መቐመጢ ዝኾነት ከተማ ሰቆጣ ንምቁፅፃር ድማ ሰፊሕ ወተሃደራዊ ምንቅስቓስ ብሓይልታት ሰራዊት ኣገው ይካየድ ከም ዘሎ ተገሊጹ ኣሎ። ኣብ ክልል ኣምሓራ ዝርከቡ ዕጡቓት መረፃ ኢትዮጵያ ንምጥዕንቓፍ መጠነ ሰፊሕ ዘመቻ የካየዱ ከም ዘለዉ ዝፍለጥ ኮይኑ ፋኖ ብወገኑ ንዝቕጽሉ መዓልትታት ማለት እውን ካብ ሎማዓንቲ 21 ጉንበት 2018 ዓ ም ብኣቆፃፅራ ግእዝ ጀሚሩ እስካዕ ዕስራን ሓሙሽተን ጉንበት ዝጸንሕ ገደብ ምንቅስቓስ ምግባሩ ዝፍለጥ እዩ። ናይዚ ተወሲኹ ሰራዊት ኣገው ምስ ሰራዊት ኢትዮጵያ ኣብ ዘካየዶ መጠነ ሰፊሕ ዝተብሃለ ወተሃደራዊ ኩናት ንክልተ ወረዳታት ኣብ ትሕቲ ቁጽጥር ከም ምእታው ብተወሳኺ ንዋና ከተማ እቲ ዞባ ከም ዝኾነ ዝተነገረላ ሰቆጣ ኣብ ትሕቲ ሙሉእ ቁጽጽር ንምእታው ዘኽእሎ ወሳኒ ደረጃ ከም ዝበጽሐ ተገሊጹ ኣሎ። ኣብ መወዳእታ ናብ ቢዝነስ ዜናታትና ከነስግረኩም ዋጋ ወርቂ ሎም መዓንቲ ብ0.72 ሚእታዊ ወሰኽ ብምርኣይ 4528 ዶላር እንዳተሸጠ ይርከብ። ኣብ ዕዳጋ ክሪፕቶ ቢትኮይን እንትቕንስ ኢቴሪየም ወሰኻሪ ኣሎ። ቢትኮይን ትማሊ ካብ ዝነበሮ ብ0.17 ሚእታውን ትቕንስ 73058 ዶላር ንኽስየጥ ምክንያት ኮይኑ ንኽሽየጥ ምክንያት ኮይኑ ይርከብ ብ0.154 ሚእታው ክወሰኽ ዘርአ ኢቴርየም ድማ ትማሊ ካብ ዝነበሮ ወሰኽ ኣብ ዘርእየሉ ዕዳጋ ብ1995 ዶላር እንዳተሸጠ ይርከብ ኣብ ዕዳጋ ነዳዲ ተስፋ ዝህቡ ምዕባለታት ቀፂሎም ይርከቡ ክልተ ሚእታዊ ትማሊ ካብ ዝነበሮ ዝቐነሰ ዋጋ ነዳዲ ብ9.81 ዶላር ይሽየጥ ከም ዘሎ ክፍለጥ ተኻኢሉ ኣሎ። ዘይተጻረየ ናይ ኣሜሪካ ነዳዲ ድማ ብተመሳሳሊ ብክልተ ሚእታዊ ኣብ ዝቐነሰሉ ዕዳጋ 87.13 ዶላር ዋግኡ ኮይኑ ውዒሉ ኣሎ። ኣብ ተመን ሸርፊ ወፃኢ ኢትዮጵያ ኣብዚ ሰሙን'ዚ ለውጢ ዋላ እኳ ተዘይተረኣየ ብፀቕጢ ኣይኤምኤፍ ግን ዋጋ ዶላር ክውስኽ ከም ዝኽእል ተገሊጹ ኣሎ። ይኹን እምበር ኣብዚ ሕዚ ሰዓት ሓደ ዶላር ብሚእትን ሓምሳን ትሽዓተን ነጥቢ ሽዱሽተ ብር ተዓዲጉ ብሚእትን ስሳን ክልተን ነጥቢ ሸውዓተ ብር እንዳተሸጠ ይርከብ።